ሰላም ኣብ ናይሎሚ ቪድዮና ከምዚ ኣብ ኣርእስቲ ዝረኣኽምዎም ኣዘራርብትን ሓደሽቲ ንዋናውን ሓበሬታት ተተለዉ ብሓደ ኮይና ንርእዮም ኢና ክሳብ መወዳእታ እዚ ቪድዮ ዝሓበርክምኒ ጽንሑ ሰናይ ምክትታል። ርእይቶ ስለ ዝሃብካ ወይ ድማ ምስ ተጋግየ እዚኣስ ጌጋ ኢልካ ስለ ተዛረብካ ከም ጸላኢ ወይ ድማ ከም ኣብ ጉልቦ ሃገራውነት ኮንካ ከም ጽይቕ ዘለኻ ዝሕሰብ ተኾይኑ እዚ በብመገድና ክንከዶ ንኽእል ኢና ማለት እዩ።
Thank you ፊሊ ሓወይ እዚ እቲ ሃገራውነት ማለት እዩ ሓደ ሃገራዊ ተባሂሉ ነቲ ጌጋ ጌጋ ተዘይብል ኮይኑ።
ኣብዚ ድማ ነስተውዕል ኣብዚኣ ብንጹር ክትርዳኩም ዘለዋ ሓንቲ ሓቂ ክነግረኩም ኣወል ስዒድ ተኣሲሩ ትብል ዜና ንምንታይ ከም ድፈነውዋ ተረዲኣትኩም ዶ ነዛ ዋርሳይን ተጋዳላይን ትብል ሓሳብ ኣብ ደላታ ብምስማር ሽኣ ክተጥፍእዋ ምእንቲ እዩ።
ሚኒስተር ጉዳያት ወጻእ ኤርትራ ኣቶ ዑስማን ሳልሕ ምስ ፍሉይ ልኡኽ ዶናልድ ትራምፕ ናብ ጉዳያት ኣፍሪቃ ወሳኒ ርክባት ኣካይዱ ይርከብ ኣሎ።
ሽፍ ቶታልቲ በቲ ቀዳማይ ዛዕባና ክንጀምር ከለና ብ ናይ ኣወል ሴዕደ ክንጀምር ኢና ማለት እዩ ኣወል ሴዕደ ብዝሓለፈ ይቕሬታ ይሓትት ዝል ብዙሕ ቪድዮታት እንዳወጸ እንዳቐወመ ናብዚ ማሕራዊ ሚድያ እንዳተራኣየ ጸኒሑ እዩ በዚ ጉዳይ እዚ ውን ፊሊ ዝሃቦ ሓሳብ ኔሩ ማለት እዩ እስኪ ቀጺልና ንስምዓዮ በዚ ሎምዕለት ውን ኣወል ሴዕደ ብዛዕባ እዚ ጉዳይ እዚ መልሲ ይብሎ ኣብ መወዳእታ ክንሪኦ ኢና ድሕርዚ ሰላማት ደቂ ኤረይ ኣወ ስዒድ ምስ ኣርእስታ ትመጽእ ኣሎ ገለ ማለት እዩ ኣብዛ ኣርእስቲ ዘንበብክዋ ግን ንጸላእትና ስዒርናዮም ድሮኮ ደኪርናዮም ገለገለ ዝዓይነታ እንደገና ከዓ ዘየለለናዮም ኣብ ሃገራውነት ጉልባዊ ሃገራውነት ተሓቢኦም ማንታገጦም ዝብል ገለ ከዓ ይህብዋ ኣሎ ገለ ማለት በዓል መን እዮም እትኦም ኣብ ሃገራውነት ክነምፅኡ ዘለዉ ናዓ ድያ እንድዒ ዝፈልጦ ነገር የብልናን ግን ከም ንኣብነት ብዙሓት ሰባት ወላ ከማና ገለ ገለ እንተ ትሓስቡ ኣለኹም ኮንኩም ህዝቢ ፈርደና እዩ ህዝቢ ሪኤና እንታይ ንሰርሕ እንታይ ንገብርሲ የብልና ግን ርእይቶ ስለ ዝሃብካ ወይ ድማ ንዝተጋገ እዚኣስ ጌጋ ኢልካ ስለ ተዛረብካ ከም ፀላኢ ወይ ድማ ከም ኣብ ጉልቦ ሃገራውነት ኮንካ ከም ፅይቕ ዘለካ ዝሕሰብ ተኮይኑ እዚ በብመገድና ክንከዶ ንኽእል ኢና ማለት እዩ ግን ኣብ ዝሓለፈት ቢዶኒ ኣወል ሪኢኹም ኢኹም ንስውእ ስነጥበባዊ ሃገርና ተጋዳላይ ኢሳያስ ጸጋይ ማለት እዩ ተዘንጢሉ እዩ ከምቲ ዝግብኦ ክብሪ ኣይሃቦን ኢልና ኩሉ ኣብቲ ኮመንት እውን ጽሑፍኩም ኣብቲ ናቱ ኣትኹም ዕርያ ኣስተኻኽላልኩም ብዙሕ ጽሑፍኩም ኣለዎ ሶ ከምዚ ኣይነ ኩላ ሰብ ሓቲታ ማለት እዩ ንምንታይ ናይ ስለዚ ኣብዛ ትመጽእ ቪዶ ኣነ ንዓይ ደይ ክኣቱ ንዓ ክሰምዕ ኢለ ዝኣቱ ንዓ እንታይ መብረህ ዝበላ ዶ ጌግዎ ኣሚኑስ ክእረመላ ዶ ኢሎ ኢለ ንዓ ክኣቱ ክሰምዕ እምበር ካልእ ወላ ሓንቲ ዘብሎ የብለይ ነዚኣ ተነጢርዋ ነዚኣ ተገዲፍዋ ግን እቲ ንዕቀት ግን በዓል ይገብርልኩም ኣሎ የርእልኩም ኣሎ ማለት እዩ ጥቡቅ ገይሩ ሲሪ ናኣመንኩም ብላ ትፈልጥዋ ኪያኹም ከም ዘንጠሎ ክብሩ ከም ዘይሃቦ ናኣመንኩም ናፈልጥኩም ክንስኹም ግን ክትሓቁፉ ገለደል እዩ ዋና ኣወል ልዕሊና ዳሓቆፎ ልዕሊና ኣብዚ ቪድዮ ዝሰራሓሉ ዝኾነ ደዋዓውዖ ነገራት ኣሎ ድዩ ኣለኹም ዲኹም ግን ኣብቲ ፅቡቅ ስራሓሉ ከሎ ፅቡቅ ሰሪሕካ ኢልካ ተዋዕውዖ ኣብቲ ክጋገ ከሎካ እዚኣ ዝተጋጊኻ ኣድርማ ኢልካ ተዛሪብካሲ እንታይ ሓጢኣት እዩ ዝሕዝበልኩም እንታይ መዓር ክንድዚ ሸቀልቀል ዘብለኩም ኣሎ ከምዚኦም ከምዚኦም ከምዚኦም ደብል ኣለኩም ኣነ ክሳዕ መወዳእታ ኣብታ ዝኣምነላ ዓላመ እታ ዝተራእየትኒ ጌጋ ጌጋየ ኣነ ክዛረበለ ከም ክትድሕሩ ተደሊኹም ኣድሕሩ ኣነ ግን ኣብታ መትክልክን ኣብቲ መፅቢድኡ ነዚኣ ናይ ኢሳያስ ፀጋይ ኣትየ ክሰምዓ ዝደለ ማለት እዩ ካብ ዝተረፈ ግን ነቕ ዝበለ ኣብነት የለን ግን ርእይቶ ስለ ዝሃብካ ወይ ድማ ንዝተጋገየ እዚኣስ ጌጋ ኢልካ ስለ ተዛረብካ ከም ፀላኢ ወይ ድማ ከም ኣብ ጉልቦ ሃገራውነት ኮንካ ከም ፅይቕ ዘለካ ዝሕሰብ ተኮይኑ እዚ በቢ መገድና ክንከዶ ንክእል ኢና ማለት እዩ። Thank you so much Thank you ፊሊ ሓወይ እዚ እቲ ሃገራውነት ማለት እዩ ሓደ ሃገራዊ ተባሂሉ ነቲ ጌጋ ጌጋ ተዘይብል ኮይኑ ነቲ ቅኑዕ ከኣ ቅኑዕ ተዘይብል ኮይኑ እዚ ሰብ እዚ ንዘዝተዋሃቦ ንዘዝመጽ ኣርእስቲ እንዳንጣቀዐ ዝከይድ ተኮይኑ እዚ ሰብ እዚ ካብ ፓፓጋሎ ዘፍሊ ወላ ሓደ ይብሉን። ብምንታይ መለክዒ ኢኻ ደኣ ሃገራዊ ክትበሃል? ኩሉ ግዜ ሓንቲ ርእስቲ ትወሃብ ከተጣቕዕ ጥራይ። ኩሉ ግዜ ሓንቲ ዘረባ ትመጽእ ምስኣ ክንከይድ ጥራሕ። ንሕና እኮ ሰብ ኢና። ንሕና ሽሕ ግዜ ሃገራውያን ንኹን ሕቶታት ኣለና። ንሕና ሽሕ ግዜ ሃገራውያን ንኹን ንዛረቦ ነገራት ኣለና። ሓደ ሰብ ብዛዕባ ሃገሩ ስለ ዝተዛረበ፣ ሕቶታት ስለ ዘምጸእ፣ ነቲ ጌጋታት ስለ ዝነቐፈስ እዚኣ ትሕቲ ሃገራውነት እያ ገለ። ሃለው! መን እዩ ሃገራውነት ዝህብ? መን እዩ ሃገራውነት ዝምንጥል? ኣወል ቅድሚ ዝኣገረ እንታይ ዕላማ ከም ዘለዎ፣ እንታይ ዓይነት ኣጀንዳ ሒዙ ከም ዝመጽእ ዘሎ ኣብዚኣ ርኣይዎ። እዚ ኸኣ ቅድሚ ሓደ ወርሒ ተዛሪብናሉ ኔርና ኢና። ኣወ ንኹላትና ነቶም ሃገራውያን ንበሃል ከምዚ ኣብዚ ትጌርዎ ዘሎ ከባልዓና ይመጽእ ከም ዘሎ ሓንቲ ርእስቲ ሂቡ ንምንታይ ዕላማ ከባልዓና ይድለ ከም ዘሎ ቅድሚ ሓደ ወርሒ ተዛሪብናሉ እቲ ቅድሚ ሓደ ወርሒ ዝተዛረብናሉ ከኣ ኣብዚ ሒዝዎ መጺኡ ኣሎ ነቶም ሃገራውያን ዝበሃሉ ንኸባእስ ብዕላማ መጺኡ ኣሎ ንሰርሓሉ ኣለና ኢልኩም ኣሎ እዚ ኣብዚ ሕጂ ግዜ ሓቁ እዩ ብምሉእ ኣቶም ተቃወምቲ ጀማሎም ሒዞም እዮም እንተ ረብሪቦም እንተ ሰኪሖም እንተ ማእሰርቲ በዚሕዎም እንተ ገንዘብ መቕጻዕቲ በዚሕዎም ስቕ ኢሎምን ብርጌድ ንሓመዱ ሕጂ ኣብዚ ሕጂ ዕገርጉር ኣለዉ ሆብ ኣለዉ የለውን ኣብዚ ሕጂ ሰዓት እቲ ዝግበር ንዓና ነቶም ሃገራውያን ንበሃል ነንሕድሕድና ንኸባልዑ ነንሕድሕድና ንኽንበኣስ እዩ መፂኡ ዘሎ ኣጀንዳ እዚ ፈቲኹም ፀሊእኹም ውሓጥዎ ኣብዚ ፅሒፍልኩም ኣሎ እዚ ኣብዚኣ ፅሒፍዋ ዘሎ ቅድሚ ሓደ ወርሒ ኣነ ገሊፀዮ ነይረ ኣነ ተዛሪበ ነይረ ንምንታይ ዕላማ ክንበኣስ ይድሎ ኣሎ ኢለ ነይረ ኣብዚ ሕጂ ሰዓት ከዓ ሃገራዊ ተባሂልካ ብዛዕባ ሃገርካ ክትዛረብ መሰል ኣለካ ሃገራዊ ተባሂልካ ብዛዕባ ህዝብኻ ክትዛረብ መሰል ኣለካ ሕቶ ክትህብ ርእይቶ ክትቅበል መሰል ኣለካ። ነቲ ጌጋ ጌጋ በል ነቲ ቅኑዕ ከኣ ቅኑዕ በል። ኣብዚ መመጺኻ ላይክ ጌርካ ትሓልፍ ገለመለ ገለ ሓሳብካ ሃብ። ተዛረብ ብቕንዕና ተዛረብ። ሓቀኛ ሃገራዊ ተኾንካ ህዝብኻ ትሓሊ፣ ሰራዊትካ ትሓሊ፣ መንግስትኻ ትሓሊ፣ መሬትካ ትሓሊ። ኣብዛ ሓንቲ ኣጀንዳ ዝተዋሃበትካ ንዓ ተሽርፍ ትውዕል እንድሕር ኮንካ፣ ብኣ ጥራይ እንድሕር ኮንካ፣ ንዓ ትጣቓዕ ጥራሕ እንድሕር ኮንካ፣ ብምንታይ መለኪዕካ እስኻ ሃገራዊ? መን ኢዩኸ እቲ ሃገራውነት ዝምንጥል ዘይምንጥልን? ንባዕሉ ሃገራዊ ድዩ ኣወል? ንባዕሉ ኤርትራዊ ድዩ ኣብዚ ምጺኡ ዝዛረብ ዘሎ? እዚ ዕላማ እዚ ኣብ ነንሕድሕድና ክንበኣስ እንድዩ ኣይንበኣስን ኢና። ኣነ ብውልቀይ ምስ ማንም ሃገራዊ ዝበኣሶ ኣብነት የብለይን። ኣርባዕተ ዓመት ሙሉእ ሓሙሽተ ዓመት ሙሉእ ኣብዚ ማስ ሜድያ ብሓደ ዝኸድና ኣብዚ ሕጂ መጺኡ ክበታትነና ገለ ከይሓስብ ኣነ ብውልቀይ ምስ ማንም ሃገራዊ ዝበኣሶ ኣብነት የብለይን። Thank you so much ፊሊ ናይ ብሓቂ ተዛሪብካ።

ኣብዚ ድማ ነስተውዕል።
ኣብዚኣ ብንጹር ክትርድኣኩም ዘለዋ ሓንቲ ሓቂ ክነግረኩም። ኣወል ስዒድ ተኣሲሩ ትብል ዜና ንምንታይ ከም ድፈነውዋ ተረዲኣትኩም ዶ? ነዛ ዋርሳይን ተጋዳላይን ትብል ሓሳብ ኣብ ደላታ ብምስማር ሽኣ ከተጥፍእዋ ምእንቲ እዩ። ምክንያቱ ንኣወል ስዒድ እኳ እዛ ሓሳብ እዚኣ ስለ ዘልዓለ ዝኣሰርዎስ ኣነ እንታይ ኢለ እያ ደኣ እንታይ ክመጽእ ንኽንብል ምእንቲዩ ደቂ ሓወቦይ ያኸ ያኸ ዝናይ ደማሙሽ ጣራ ምፍላጥካ ኣቤና እንታ ወዲ ሓወቦይ ምስራዊት ሰላም ብርሃንካ ሰላም ፈልዩ መንጣሪ ንዞባዊ ፍቕሪ ምስ ዓቦኻየ ንርግቦ ተሎ ኣባይና ደኽን ዓመፅ ክእለሎ ስለምንታይ ዛዕባ ኣብዚ እዋን'ዚ ተላዒሉ ዝብል ሕቶ ክለዓል ድማ ንቡር እዩ። መልሰይ ንጹር እዩ። ዝያዳ እንተደንጒና ብዝያዳ ኢና ዋጋ ክንከፍል። ብስም ሃገራዊ ኣገልግሎት ኣብ ዓለም ለኻዊ መድረኻት ክወርደና ዝጸዓር ዘሎ ኣደራዕ ኣስተውዕልሉ። መግለጺታት ሚኒስተራትና ብልቢ ንስማዓዮ። National Statistics Inc። ሓደ ካብኡ ጉዳይ ስቕ ኢልካ ምርኣዩ ኢድካ ከም ምሃብ እዩ ዝቑጸር። ብኹሉ መዳይ ግብረ መልሲ ክወሃቦን ሓቂ ክቃላሕን እግባእ። ሓደ ካብኡ ጉዳይ ሃገርና ጉዳይ ገድሊ እምበር ጉዳይ ምግልጋል ከም ዘይኮነ ምቅላሕ እዩ። ነዚ ንምቅላሕ ክጅመረሉ ዘለዎ ግዜ ድማ ጽባሕ ወይ ኣብ መጻኢ ኣይኮነን እቲ ግዜ ሕጂ እዩ። ኣብዚ ከይተጠቕሰ ክሓልፍ ዘይብሉ ነዚ ኣልዒልናዮ ዘለና ጉዳይ ዝቃወምዎ ዘለዉ ኣብ ሰለስተ ከፊልና ክንሪኦም ከም እንኽእል እዩ። እቶም ዝዓበየ ክፋል ዝሕዙ ጸላእትና እዮም። ጸላእትና ብዝከኣል መጠን እቲ ንኤርትራ ከዕውታ ዝኽእል ዝኾነ ይኹን ተበግሶ ክዕንቅጽዎ ክፍትኑ ጸኒሖምን ኣለዉን። ነዚ ጉዳይ ድማ ኣብ መንጎ ኤርትራውያን መፈላለዪ ክኸውን ናብ ዝኽእል ዕድል ክቕይርዎ ክጽዕሩ ምርኣይ ዘገርም ኣይኮነን። እንተኽኢሎም ልክዕ ከምቲ ንጽምዶ ከበርዕንዎ ዝጸዓሩ ነዚ ጉዳይ እውን ከዳኽምዎ ከም ዝፍትኑ ፍሉጥ እዩ። ስለዚ ኣንጻሮም ብምዕጠቕ ልክዕ ከምቲ ንጽምዶ ዝተዓወትናሉ ኣብዚ እውን ሸቶና ንምህራም ከይተሓለልና ክንሰርሕ ኣለና። ጸላእኻ ኣነ ጸላኢየ እንዳበለ ኣይኮነን ዝሃጅም፣ ጸላኢ ፈታዊ ተመሲሉ እውን ይመጸካ እዩ። ካልኣይ እቶም ብኻልኣይ ደረጃ እንሪኦም ብዘይ ኣፍልጦ፣ ግዳይ ጸላእቲ ብምዃን ኣዕሚቖም ብዘይምሕሳብ ዝቃወሙ እዮም። ነዚኦም ድማ ርግእ ኢልኩም ሕሰቡ እዩ መልሰይ። እቶም ብሳልሳይ ደረጃ እንሪኦም ብቕኑዕ ሓልዮት ርእይቶ ዝህቡ ዘለዉ እዮም። ንሳቶም እዚ ጉዳይ ንኤርትራን ህዝባን ይጠቕማ ድዩ ኣይጠቕማን ካብ ዝብል ቅኑዕ ሕቶ ርእይቶ ዝህቡ ዘለዉ እዮም። ምስዞም ዜጋታት ጉዳያትና እሂን ምሂን ብምብህሃል ኢና ንፈትሖ። ምኽንያቱ ሎሚ ኢሂን ምሂን እንበሃሃለሉ ጉዳያት ካብ ናይ ጽባሕ ፍልልያት እዩ ዘድሕነና። ሎሚ እነወግዶ ግጉይ መረዳእታ ካብ ናይ ጽባሕ ምክሳስ እዩ ዘድሕነና። ሎሚ እነሃንጾ ሓድነት ካብ ናይ ጽባሕ ምግምማዕ እዩ ዘድሕነና። ምዝራብ ሕመቕ ኣይኮነን፣ ሓይሊ እዩ። ስቕ ምባል ድማ ውሕስነት ኣይኮነን። ካብ ናይ ጽባሕ ገዚፍ ጸገም ንኽንናገፍ ሎሚ ንጉዳያት ብትብዓት ክንጅምሮ እዩ ዘለና። ኤርትራ ሎሚ ኣብ ዲፕሎማስያዊ ገጽታ ዓለም ዓቢይ ስራሕን ዓቢይ ስእልን ዓቢይ ምንቅስቓስን ትገብረሉን ተርእየሉን ኣብ ዘላ እዋን እዘን ንኣሽቱ ዝመስላ ግን ከኣ ሓደገኛታት ነጥብታት ንሕና ንእለየን ዝብል እዩ። ዝኸበርኩም ኣሕዋትን ኣሓትን ተጋዳላይ ዝብል ስም ኪኖ ቃል እዩ። ተጋዳላይ ዝብል ስም ዕርዲ እዩ። ተጋዳላይ ዝብል ስም ቀለቤት ሓድነት እዩ። ነዚ ወለዶ እዚ ተጋዳላይ ኢልካ ምጽዋዕ ነቲ ምእንቲ ናጽነት ተወፌ ምዑት ሓርበኛ ምኽባርን ነዚ ዘሎ ምጉላሕን ንመጻኢ ወለዶ ድማ ምትስፋውን እዩ። ናይዚ ንጹር ኣብነት ክኾነና ክቡር ፕሬዚደንት ኢሳያስ ኣፈወርቂ ብዛዕባ ሃገራዊ ኣገልግሎት ብጸላእትና ከመይ ብጌጋ ክንጸባረቕ ከም ዝጸዓረሉ ዝበሎ

ዝተላዕለ እዩ እዚ ጌጋ እዚ ዝመፅእ ዘሎ። ስለዚ እዚ ነገር እዚ ንእሽቶይ ነገር እዩ ግን ክንጥንቀቐሉ ንግባእ ብዝብል ድማ ሓሊፍዎ እዩ ዝርከብ ዘሎ። ብተወሰኸም ብዛዕባ እቲ ኣከራኻሪ ዝነበረ ጉዳይ ብዛዕባ ስነ ጥበባዊ ኢሰያስ ፀጋይ ማለት ሃነፍቲ ፀገሙ ሰዓታዊ ዝኾነ ይኹን ኣብ ጎኒ ነይረ ኣብ ስለዚ ድማ ሓልይቱ መሲልኩም ኣይተባላሽዉ እንዶ ብዝብል መልእኽቲ ሕሊፍ ኢሉ ብዝሎም ማለት። ሚኒስተር ጉዳያት ወጻእ ኤርትራ ኣቶ ዑስማን ሳልሕ ምስ ፍሉይ ልኡኽ ዶናልድ ትራምፕ ናብ ጉዳያት ኣፍሪቃ ወሳኒ ርክባት ኣካይዱ ይርከብ ኣሎ። እዚ ፍሉይ ልኡኽ ዶናልድ ትራምፕ ንጉዳያት ኣፍሪቃ ኣብ ገጻት ትዊተር ድሕሪ እቲ ርክባት ኣብ ዘስፈሮ ሓበሬታ ኣብ መንጎ ኤርትራን ኣሜሪካን ንዘሎ ርክባት ናብ ዝበረኸን ዝሓሸን ደረጃታት ንምዕባዩ ከምዝተሰማምዑ ክልቲኤን ሃገራት ኣብ ጉዳይ ጸጥታ ከምኡ'ውን ንግድን ምትሕብባርን ሓቢረን ክሰርሓ ከምዝተረዳድኣ ኣብ ሓበሬትኡ ኣስፊሩ ይርከብ ኣሎ። ነቲ ኣብ ማያት ቀይሕ ባሕርን ዞባ ቀርኒ ኣፍሪቃን ዘሎ ኩነታት እውን ኤርትራን ኣሜሪካን ብሓባር ምስራሕ ነባሪ ሰላም ንምምጻእ ተረዳዲኤን ክብል ኣብ መወዳእታ ጠቒስዎ ዝርከብ ዘሎ ዓበይቲ ጉዳያት እዩ። ብተመሳሳሊ መንግስቲ ኤርትራ ኣብ መንጎ ኤርትራ ከምኡውን ኣሜሪካ ኣብ ካይሮ ግብጺ ርክባት ከምዝተኻየደ ንክልቲኤን ሃገራትን ነዚ ዞባን ኣብ ዘገድሱ ጉዳያት ምምኻርን ምርድዳእን ከምዝተኻየደ ወግዓዊ ሓበሬታታት ብመንገዲ ገጻት ትዊተር ኣቢሉ ዘርጊሑ ይርከብ። ድሕሪ'ዚ ዝተኻየደ ከምዚ ዓይነት ርክባት፣ ሚኒስተራት ጉዳያት ወጻኢ ናይ ኤርትራ፣ ግብጺ፣ ሶማል ምስ ፍሉይ ልኡኽ ዶናልድ ትራምፕ ናብ ጉዳያት ኣፍሪቃን ሃገራት ዓረብን ወሳንን ኣገዳስን ርክባት ብምቕጻል ኣብ ማያት ቀይሕ ባሕርን ዞባ ቀርኒ ኣፍሪቃን ንዘሎ ኩነታት ሓቢሮም ክሰርሑ ተረዳዲኦም ኣለዉ። እዚ ኣብ ካይሮ ግብጺ ትማሊ ኣማስዩ ተኻይዱ ዝርከብ ዘሎ ወሳንን ኣገዳስን ከምዚ ዓይነት ስትራቴጂካዊ ርከብ ንመን ርእሱ ከም ዘሕምም ንምርድኡ ዘሸግር ኣይኮነን። ድሮ መራኸቢታት ሰበ ስልጣን ናይቲ ስርዓት ክዓብዱን ክጽለሉን ንከታተልን ንዕዘብን ኣለና። ሻዕብያ ኣብ መዳይ ፖለቲካ፣ ኣብ መዳይ ዲፕሎማሲ፣ ኣዝዩ ሓያልዮ። ብፍላይ ኣብ መዳይ ዲፕሎማሲ ነቲ ነዚ ዞባን ንህዝብታት ናይዚ ዞባን ክሕንክር ዝመጽእ ሓይሊ በየናይ መንገዲ ካብ ስራሕ ወጻኢ ይገብሮ ዝተመኩረሉ ዝልለየሉ ዓውዲዮ። ስርዓት ብልጽግና ንሰለስተ ዓመታት ፈኪሩ ምስ ሓያላት ሃገራት ዓለም ብምዃን ንኤርትራን ንህዝቢ ኤርትራን ኣብ ዘይተደልየ መንገዲ ንምእታው ፈተነታት ኣካይዱ። እሾኽ ንሓጸርያ ጉድጓድ ንፋሕርያ እታ ንዓና ዝሓሰባ ናሁ ተገምጢላ ትርከብ ናይ ካይሮ ርክባት ንኣዲስ ኣበባን ንኣራት ኪሎን ኣነቓኒቕዎ ይርከብ ኣሎ። ኣሹይ ከም ትሰምዑ ዘለኹም ኣልቲ ናይ ትማሊ ዝተገበረ ዲፕሎማሲ ኣሜርካ ምስ ኤርትራ ኣብ ዝሐዚ ሰዓት ሐድሽ ርክብ እንዳካየዳ እየን ዝርከባ ዘለዋ እዚ ድማ ካብቲ ኣብዚ ማሕራዊ ሚድያ ኣዕለቅሊቁ ዝርከብ ዝነበረ ብጣዕሚ ዘራረብ ዝነበረ ሐበሬታታት እዩ ከምዝፍለጥ ኤርትራ ድሕሪ ምስ ግብጺ ዝገበረቶ ናይ ዲፕሎማሲ ስምምዕ ማለት እዩ ኣብዚሐዚ ሰዓት ብዙሕ በርታት እንዳከፈተላ እዩ ዝርከብ ዘሎ። ግብጺ ናይ ስራሕ ምብጻሕ ዝፍጽም ዘሎ ሚኒስተራት ጉዳያት ወጻኢ ኣቶ ዑስማን ሳልሕ ምስ ሚኒስተር ጉዳያት ወጻኢ ግብጺ ዶክተር በድር ዓብድል ዓጢ ከምኡ'ውን ፍሉይ ኣማኻሪ ፕረዚደንት ዶናልድ ትራምፕ ተራኺቡ ኣብ ክልተኣዊ ዝምድናታትን ካልእ ጉዳያትን ዘትዩ። ብዛዕባ'ዚ ዝተዳለወ ጸብጻብ ኣሎ፣ ሚኪኤል ሓድጉ ከቕርቦ'ዩ።
ሚኒስትር ጉዳያት ወጻኢ ኣቶ ዑስማን ሳልሕን ሚኒስትር ጉዳያት ወጻኢ ግብጺ ዶክተር በደር ዓብደልዓጥን ሎሚ ሰንበት ዓሰርተ ትሽዓተ ሓምለ ኣብ ካይሮ ኣብ ዘካየዶ ርክብ ኣብ ምዕዛዝ ታሪኻውን ሕውነታውን ዝምድናታትን ስትራቴጂያዊ ሽርክነትን ኤርትራን ግብጽን ዘትዮም። ክልቲኦም ሚኒስትራት ብተወሳኺ ብዛዕባ ኩነታት ዞባ ቀርኒ ኣፍሪቃ ከምኡ እውን ምውህሃድ መርገጺታት ኤርትራን ግብጽን ኣብ ሓበራዊ ኣገዳስነት ዘለዎ ጉዳያት ብዑምቀት ተዘራሪቦም። ኣብቲ ርክብ ዶክተር በድር ፕረዚደንት ኢሳያስ ኣፈወርቅን ፕረዚደንት ዓብዱልፋታሕ ኣልሲስን ኣብ ዝሓልፈ ወርሒ ሰነ ንዘካየድዎ ውፅኢታዊ ርክብ ብምጥቃስ ኣብ ዝተፈላለየ ጽላታት ዝግበር ምትሕጋዝን ምድጋፈን ንምድንፋዕ ዕቱብ ስጉምታት ይውሰድ ከም ዘሎ ገሊጾም። ዶክተር በድር ኣስዒቡ ኣማኻሪ ቁጠባ ፕረዚደንት ኣቶ ሓጎስ ገብርሂወት ዝመርሖ ላዕለዋይ ልኡኽ ኣብ ዝሓልፈ ወርሒ ሚያዝያ ኣብ ግብጺ ሚኒስተር ጉዳያት ወጻእን ሚኒስተር መጓዓዝያን ዝመርሕዎን ኣካየድቲ ኩባንያታት ዝርከብዎን ላዕለዋይ ልኡኽ ግብጺ ድማ ኣብ ወርሒ ግንቦት ኣብ ኤርትራ ዝገበርዎ ዑደትን ዘተን ኣብ ጽላታት ቁጠባ፣ ንግዲ፣ መጓዓዝያ፣ ምምዕባል ዓቕሚ ሰብን ካልእ ቀዳምነታት ብምልላይ ንዘሎ ዝምድናታትን ምትሕግጋዝን ንረብሓ ክልቲኡ ህዝብታት ብዘገልግል ናብ ሓድሽን ዝበረኸን መድረኽ ክብ ንምባሉ ድልዱል ባይታ ከምዘጣጠሐ ኣገንዚቦም። ንጸጥታን ምሕደራን ቀይሕ ባሕሪ ብዝምልከት ክልቲኦም ሚኒስተራት እቲ ጉዳይ ሓላፍነት ናይተን ዝዳወብኦ ሃገራት ጥራይ ከም ዝኾነ ብምንጻር ካብዚኤን መዳወብቲ ሃገራት ንዝግበር ፈተነታት ብጽኑዕ ከም ዝቃወሙ ኣረጋጊጾም። ልኡላውነት ሃገራትን ኣህጉራዊ ሕግን ክኽበርን በይናዊ ስጉምትታት ክውገድን ድማ ጸዊዖም። ብኻልእ ወገን ሚኒስተር ጉዳያት ወጻኢ ኣቶ ዑስማን ሳልሕ ምስ ፍሉይ ኣማኻሪ ፕረዚደንት ዶናልድ ትራምፕ ሚስተር ሙስዓድ ቦሎስ ተራኺቡ። ኣብቲ ኣብ ካይሮ ንክልተ ሰዓታት ዝተገብረ ርክብ፣ ኣብ ምምሕያሽ ዝምድናታት ኤርትራን ሕቡራት መንግስታት ኣሜሪካን ከምኡ'ውን ዞባዊ ጉዳያትን ምዕባለታትን ተዘራሪቦም። ኣብቲ ርክባት ፈጻሚ ጉዳያት ኤምባሲ ኤርትራ ኣብ ግብጺ ኣቶ ኣማን ዓብደልዋስዕ ተሳቲፉ ነይሩ። ኣሽረፍ ቶታልቲ ከምትሪኦ ዘለኹ ማልቲ ኤርትራ ኣብዚ ሐዚ ሰዓት ኣዘራረብቲ ዘለዎ ኣብ እቲ ዞባ ማለት እዩ ብጣዕሚ ምስ ብዙሓት ሃገራት ዲፕሎማሲ እንዳካየደት እያ ትርከብ ዘላ እቲ ዝገርም ነገር ካኣ መብዛሕቲኤን ሃገራት ማለት እዩ ምስ ኤርትራ ኣብዚ ሕዚ ሳዓት ዲፕሎማሲኤን እንዳማሓየሻ እየን ዝርከባ ዘለዋ። እቲ ዝመርሖ ሲስተም ዝመርሖ ስርዓት ውን ሓዊስካ ጸረ ትግራይ ጥራሕ ኣይኮነን ጸረ ትግራዋይነት እዩ ትግራይ ትባሃል ዓዲ ከይትህሉ ትግራዋይ ዝበሃል ህዝቢ እውን ከይህሉ ዝፅዕር ዘሎ ሰብ እዩ ነዚ ከመይ ጌርካ በበየናይ ካልኩሌሽን ኢኻ ክትሕግዞ እዚኣ እታ ክትምለሰለይ ዝደልያ ነዚ ክሕግዝ ዝደሊ ዝኾነ ይኹን ትግራዋይ በያን ካልኩሌሽን እዩ ክሕግዞ ዝደሊ ምስዚ ኮይነ ናይ ትግራዋይነት ረብሓ ከረጋግፅ ክእል እየ ዝብል ትግራዋይ ከመይ ገይሩ እዩ ከርዳእኒ ዝኽእል እስኪ ንዓሞ ርዳእኒ እዚ እቲ ዋና ነገር ስለዚ ኣልቡርሃን ከይዱ ንኤርትራ ሕዚ ኣውያት እያ እኒሃ ኣዲስ ኣበባ በቃ ሻዕብያን ሱዳንን እ፣ ናይ ሱዳን መንግስትን ሻዕብያን ወያነን ኮይኖም ግብፂ እውን ተሓዊሳቶም ኢትዮጵያ ንክነቕሉ ይመፁ ኣለዉ በዙይ ንሶማልያ ከስልፍሉ እዮም በዙይ እውን ሱዳን ባዕላ ተሰሊፋ ኣላ ወያነ እውን ኣቲ እኒሄ ይብሎ ኣሎ በዙይ እውን ዓፋር ኣሰሊፎምለይ ኣለዉ ሻዕብያ ብድላዩ ገይሩ ከኣ እቲ እንተስ ምስ ዓፋር እንተስ ምስ ወያነ እንተስ ምስ ሱዳን ይመጹን ኣለዉ እዩ እቲ ኣውያት ትርእይዎ ዘለኹም እቲ ኣውያት ክትስተኻኸል እንተኾይና ንእሽትለን ናይ ፖለቲካ ሃዋህው ዘይብሎም ደናቑር ዘለውዎ ሲስተም ስለ ዝኾነ እምበር እዚኣ ንክተስተኻኸል እኮ እታ ብሕታዊት ሶሉሽና ናይ ውሽጢ ጉዳይ ምፍታሕ እያ ናይ ውሽጢ ጉዳይ ብኮንስፓይረሲ ኣይኮነን ናይ ውሽጢ ጉዳይ ኣብ ክንዲ ምፍታሕ እቲ ብሄር ብሄረሰባት ተኣሳሲሮም ንክኸዱ ንክቀራረቡ ዝገብር ዝነበረ ሕገ መንግስቲ ኣብ ክንዲ ምጥንኻር እቲ ሕገ መንግስቲ ክቅይሮ እየ ኢሉ ናብ ኣህዳውነት ከዓ ክመልስ ይኸደሉ ሕዚ ሕገ መንግስቲ ሂብዎም ዝነበረ ብሄሮም ናይ ምኽባር ባህሎም ናይ ምኽባር ዓርሶም መሲሎም ናይ ምንባር ዕድል ዝዕፀዎም ዘሎ እስካዕ ሕዚ ዘይተለዓሉ ብሄራት ከዓ ክለዓል እዩ ኣብ ጋምቤላ ቤንሻንጉል ኣብ ካልኦት ዝርከቡ ኣኝዋክ ኒዮር በርታ ኩሙ ጉምዝ መጀንገር ግዛዕምዛዕ ዝበሃሉ ብሄረሰባት እቲ ሕገ መንግስቲ ኣብ መእተዊ ገና ሀ ኢሉ ክጅምር ከሎ እዩ ጸዊዕዎም። እኛ የኢትዮጵያ ብሄር ብሄረሰቦችና ህዝቦች ተስማምተን ወደን ፈቅደን ተዘራሪብና ፈቲና ኣሚንናሉ ዝገበርናዮ ቃል ኪዳን እዩ ኢሎም ክጅምሩ ከለዉ ሀ ክብል ከሎ ሕገ መንግስቲ ናይ እዚኣቶም ክብሪ እዩ ዝፅውዕ ናታትኩም ክብሪ ሙሉእ ብሙሉእ ክድምስሶ እየ እዩ ዝብሎም ዘሎ ሕዚ እንታይ ኢልዎ እኛ ህብረ ብሔራዊ የኢትዮጵያ ህዝቦች ኣበይ ኣለዉ እቶም ብሔር ብሔረሰባት ባዕልኹም ትፈልጡ እዩ ኣህዳዊ ስርዓት እዩ ክምስረት ዝደሊ ሕዚ ኣምሓራ ትግራይ ኦሮሞ ዓፋር ካሊእ ካሊእ እዩ ዝበሃል ቤንሻ ኣሹ ፍቶቶልቲ ናይ ልም ዝነበሩ ሓበሬታታት እዚኦም ጋልቱ ነይሮም ኣብ ቀጻሊ ብሓድሽ ቪድዮ ሳዕ ንራኸብ እዚ ቅድሚ እዚ ቪድዮ ዝመጻኹም ኩላኹም ላይክ ምግባር ከይትርስዑ ሰሰናዩ ጸጸቡቀ ይስማዕና።